ሰላም ተኸታተልቲ መይ ትቕንዩ ንሎሚ የማነ ኣብ ባሕሪ ስነጥበብ ዘርእስቱ ጋዜጠኛ ሳሙኤል ገብረኣዶናይ ኣብ ታሕሳስ ሽሕን ትሽዓተ ሚእትን ተስዓን ትሽዓተን ተሓቲማ ኣብ ዝወጸት ጸሊም ኮኾብ ዘርእስታ ንዝኽሪ ኮኾብ ድምጻዊ የማነ ገብረሚካኤል እትድህስስ መጽሔት ካብ ዘዳለዎ ጽሑፍ'የ ሒዘልኩም ቀሪበ ዘለኹ። ሰናይ ምክትታል። የማነ ኣብ ባሕሪ ስነ-ጥበብ። ጸሓፊ፣ ሳሙኤል ገብረኣዶናይ ታሕሳስ ሽሕን ትሽዓተ ሚእትን ተስዓን ትሽዓተን ኣብታ ሶፋ ዝቕመጠላ ቤትና፣ ተለቪዥንና እናርኣና እንከለና እንታይ እየ ዝርኢ ዘለኹ? የማነ? ኢላ ኣደይ ኣድህቦ ካብ ዝምንጥል ቃላት ንሂደ ምስ በልኩዋ ሓንቲ ቃል ጥራሕ እያ ኣድሚጻትለይ። ንሱ ብህየቱ ደርፉ ብህየቱ! ንቃላት ኣደይ ደጊመየን። ንሱ ብህየቱ! ደርፉ ብህየቱ እወ ኣብታ ናይ ሽዓምሸት ፈነወ ተለቪዥን የማነ ኣብ ሞንጎና ነይሩ። የማነ ኣይሞተን ኣብቲ ማእለያ ዘይብሉ ስነጥበባዊ ስርሑ ህይወት ሰኺዑ ክንቀሳቐስ ንርእዮ ነይርና። ግን ከኣ ነዚ ንዕኡ ወኪሉ ዝንቀሳቐስ የማነታት መዓስ ከም እተፈጥረ ክሳብ መዓስ ከም ዝነብር ክንሓተሉ ናትና እጃም እዩ። እቲ ዝፈጠሮ የማነ ሞይቱ እቲ ዝተፈጥረ ስነጥበብ ግን ዘለኣለማዊ እዩ። ጥበብ የማነ ብልጫታት እናዓተረ፣ ኣብ ቀጽሪ ቤት ትምህርቲ እዩ ጀሚሩ። የማነ ከብቶም ትምህርቲ ኣብዩዎም ከንቱ ምስ ኮኑ ንስነጥበብ ከም መዕቀሊ ዝጥቀሙሉ ሰባት ኣይነበረን። ሚእትታት እናረበበ ብሓኔታነት እዩ ንትምህርቲ ዝሓልፎ ነይሩ። እንተኾነ ግን ንዕኡ ገዲፉ ኣብ ቀላይ ስነጥበብ ክሕምብስ መሪጹ። ቅድሚ ክራር ምውቅዑን ከበሮ ምትንካፉን ሜዳን ኩዕሶን ዝፈቱ ቆልዓ ብምንባሩ፣ ንካልኣይ ዝምባሌኡን ውህብትኡን ቀቲሉ የማነ ድምጻዊ ከም ዝኾነ ንዝክር። እንተዘኪርና ናብ ቁልዕነታዊ ህይወት የማነ ኢና ንቁንቆት። ሽዑ ንየማነን ስነ-ጥበብን ክንረኽቦም ኢና። እቲ ጸሊም ቆልዓ ኣብታ ጥራውዝቱ ዘቐምጠላ ክፍሊ ኣብ ዓራት ተጎምቢዩ፣ ላላላላላ ይብል በቲ እናዓሞቐን እናበረኸን ዝኸይድ ላላታታት ነቶም ኣብቲ ካልእ ክፍሊ ዘለዉ ኣቡኡ ይርብሾም እሞ እቶም ኣቦ ክመሃር ኣለዎ እንታይ'ዩኸ ክሳብ ዓንቀርካ ዝጨድድ ሆሆየ ኣየጽንዕ ኢሎም ብቁጥዐ ኾርዶብዶብ እናበሉ ናብታ ዝነበርዋ ክፍሊ ይምለሱ። ኣብዚ ግዜ እዚ የማነ ኣብ ቤት ትምህርቲ ካምቦኒ እዩ ዝመሃር ነይሩ። ቀያሕ እስካፍ ኣብ ክሳዱ ዕሲሉ፣ ናይ ወተሃደራት ዝመስላ ሓመዳዊ ዝሕብረን ክዳውንቱ ወድዩ፣ ላዕልን ታሕትን ክብል ህዝቢ ተመልኪትዎ'ዩ። ስካውት ኢሎም ንዝጽውዖ ውሆይ ብምባሉ ኣብ ማሕበር ስካውት ከም ዝኣተወ ደቂ ገዛውቱ እዕሊሎም ጨሪሾም'ዮም። ስካውት ንየማነ ካልእ ጓል መንገዲ ፈጠረትሉን እታ ገዝኡ እናኻኣቱ ዘስምዓ ዝነበረ ላላ ደሚቓ እምበር ኣይሃሰሰትን። ወረ ካብ ድምጺ ምዃን ሓሊፉ ብሙዚቃ ተሰንያን ሃጢራን እያ። ወረ ካብ ሙዚቃ ምዃን ሓሊፋ ብሙዚቃ ተሰንያን ሃጢራን እያ። ከመይ ዝመሰለ ሙዚቃ እዩ ትብሉ ትኾኑ። ሽዑ የማነ ባኮ ቅሊጡ ንሕርሓሩ ብጎማን ብላማን እናኸረረ ግሩም ሙዚቃ ፈጢሩ ንላላኡ ይዕጅባ ነይሩ። ኣራእሶም ሓሞድ ዝተደፍደፈ ሰብራት የለ ስረ ቆልዑ ታዕሪፋ እናኸፈሉ ዕጉግ ኢሎም ይርእይዎ። ንሱ ድማ በታ ኮርታዕ መልሓሱ ናይ ሓይሊ ኣቡኡ ይደርፍ። ግን ከኣ ዋን ማን ባንድ፣ ሓደ ሰብ ከም ጉጅለ ባህሊ ኮይኑ ባዕሉ ሙዚቃ ይወቅዕ። ባዕሉ ይደርፍ ባዕሉ ይቁጸ ባዕሉ ይገልጽ እቲ ኣብ ድርኩኺት ገዝኡ ዝጀመረ ሞልጎም ዝመእተዊኡ ምርኢት ሎሚ ናብ ታዕሪፋ ምብራኹ ንየማነ ካብ ሰርቲፊኬት ናብ ዲፕሎማ ካብ ዲፕሎማ ናብ ዲግሪ ምስጋር ነበረ ምናልባት እዚ ኣሕኒንዎ እዩ ዝኸውን ወያ ኣብ ሓደ ስታንሳ ናይ ገዝኦም ጥራሕ ተደሪታ ዝነበረት ናይ ላላ ድምጹ ናብ መላእ ቤቶም ዝዘርግሓ። እወ እቲ ኣብ ግዳም ዝደፈሮ ጥበብ ቀስ ብቐስ ናብ ቤቶም ከእትዎ ጀመረ። ነጸላ ገቲሩ ባዕሉ ብዝደረሳ ጽሕፍቲ ትያትር ይሰርሕ። ኣሕዋቱ ከም ተዓዘብቲ ኣብ ቅድሚ እቲ ንሱ መድረኽ ዝሰመዮ ቦታ ኮፍ የብሎም። ባዕሉ ደራሲ፣ ዳይረክተር፣ ተዋሳኢ ኮይኑ ከኣ ዛንታ ይፈጥር። የማነ ሃሙን ቀልቡን ናብ ስነ ጥበብ ኣዕሪፉ ካብ ፍሩኡ ክበልዕ ኣይተሓከዮን። ክራር እንተረኺቡ ይሕርሕር፣ ብርዒ እንተረኺቡ ይሕንጥጥ፣ ልብ ወለድ መጻሕፍቲ እንተረኺቡ ድማ የንብብ። ጽሑፈይ ንግዚኡ ኣብዚ ገቲኤ ንዓመታት ድሕሪት ክምለስ እሞ ንየማነ ክረኽቦ። ኣብ ራብዓይ ክፍሊ መማህርቱ ዝነበረ ዳዊት ሃብቱ፣ ሕጂ ዳኛ ላዕለዋይ ቤት ፍርዲ ይዕለና። የማነ ካብቶም ኣብቲ ክፍሊ ዝነበርና ተምሃሮ ፍሉይነት ነይርዎ። ኣከዳድንኡ ብሉጽ፣ ንጸጉሩ ሚእቲ ስካላ ስካላ ገይሩ ዝምሽጥ፣ ካብቶም ፈለማ ሰዓት ዝኣስሩ ቆልዑ'ዩ። ኣብ ሻውዓይ ክፍሊ ምስ በጻሕና ግጥምታት ክጽሕፍ ጀሚሩ። ብዛዕባ ደርፍን ሙዚቃን ክግደስ ንደረፍቲ ከድንቕ፣ ብዛዕባ ደረፍቲ ክዛረብ ጀሚሩ። ኣብዚ ግዜ እዚ ኣነን የማነን ኣብ ቤት ትምህርቲ ሃምቡን ስካውት ንሓትት። ሕራይ ስለ ዝበሉና ድማ ንጅምር። ምስቶም ስካውት ኮይንና ምርኢት ነርኢ። ብዙሕ ህዝቢ ነቲ ምርኢትና ይዕዘቦ። እቲ ዝኣተወ ቁጽሪ ህዝቢ ስለ ዘተባብዓና ኣብታ ትቕጽል ቀዳም ምርኢት ከነርኢ ንውስን። ሽዑ የማነ ባርያ ናይ ድምጻዊ ዑስማን ዓብድርሒም፣

ተምሃራይ እዩ ኢሎም ምስ ነገርዎ ይግረም። የማነ ንፈለማ ግዜ ኣብ መድረኽ ቤት ትምህርቲ ካምቡኒ ተሰቒሉ ኣብ ዝደረፈሉ እዋን ንፈለማ ግዜ ካብ ተዓዘብቲ ድሙቕ ጨብጨባ ረኸበ። የማነ ብናይ ድምጻዊ ዑስማን ዓብደልርሒም ደርፊ እዩ ጀሚሩ። ነዚ ስለ ዝርዳእ'የ ከኣ ንሱ'ውን ደርፈይ ካልኦት ድምጻውያን ክደርፍዎ ከለዉ የሐጉሶኒ እዩ ዝበለ። ብግብሪ'ውን። ብደርፊ ኮነ ካልእ ምስ መሳርሕቱ ሙዚቀኛታት ደረፍትን ከይተጨቓጨቐ'ዩ ጥበባዊ ስርሑ ፈጺሙ። የማነ እታ ናይ ፈለማ ኣብ መድረኽ ዘቕረባ ፍቕሪ ዕዉር ኣሚነ እትብል ደርፊ እናደረፈ ከሎ፣ ኣዲኡ ወይዘሮ ኣዜብ ገብሪሂወት ኣብቲ ምርኢት ተሳቲፈን ነይረን። ትዝትኣን ብኸምዚ ይገልጾ። ኣንስቲ መጽየ ንወድኺ ደኣ ደራፋይ እንድዩ ኮይኑ ይብላኒ። ደራፋይ? እንታይ ክደርፍ ጓለይ? ኢለ ተገሪመ። ካልኣይቲ መዓልቲ ተጸዊዕና ኬድና ክደርፍ ረኺበዮ። ድሕርኡ ከልኪልናዮ። ደራፋይ ከይትገብርዎ! ወይ ከነውጽኦ ኢና ኢልናዮም ነቶም ቤት ትምህርቲ። የማነ ግና ኣይሓደጎን። ሳዕሳዓይን ደራፋይን ኮይኑ። ቆልዓ ተባላሽዩ ኢልና ሻሙናይ ተማሂሩ ጀነራል ምስ ሰገረ ካብ ካምቦ ንውጽኢና እንዳ ማርያም ኣእቲናዮ። እንዳ ማርያም ሰለስተ ወርሒ ተማሂሩላ ድሕርኡ ናብ ደርፊ ጥራይ ዘንቢሉ። ትምህርቲ ምኻድ ኣቋሪጽዎ ንትምህርቲ ኢሉ መጻሕፍቲ ሒዙ ይወጽእ መጻሕፍቲ ሒዙ ይመጽእ ብርግጽ ቤት ምህሮ የማነ ሙዚቃ ኮይኑ ደራፋይ ናይ ምዃን ሕልሚ ተጋሂዱሉስ መንገዲ ክሓልፍ እንከሎ እኳ ሰባት ክሳዶም ኣቕኒዖም እነሀለቲ ብቐዳማይት ደረፈ ክብልዎ ጀሚሮም እዮም ደጊም የማነ ናይ ቀጽሪ ቤት ትምህርቲ ካምቦ ንደራፋይ ጥራሕ ዝኸውን ኣይኮነን እቲ ብመልጎም እንተገደደ ከኣ ታዕሪፋ ኣክፊልካ ምርኢት ዘእንግድ መድረኽ ተመሃሮ ንየማነ ኣይማዕቆኑን እዩ። እዚ ዝስግን ዝነበረ ሰዊድ ድምጻዊ ቆላሕታ ብዙሓት ረኸበ። ስካውት ቤት ትምህርቲ ሃምቡን ተላዚቦም ንሱ፣ ተኽለ ተስፋዝጊ፣ ሃይለ ገብሩ፣ ግርማይ ወዲ ፍሊፖ ዘለውዎ ጉጅሎ ኣቚሞም ኣብ ሲነማ ኣዝመራ ምርኢት ከቕርቡ ወሰኑ። የማነ እታ ፈለማ እተሰቕላ ህዝባዊ መድረኽ ሲነማ ኣዝመራ ኮነት። ኣብ ቅድሚ ህዝቢ ዝቐረበላ ዕለት እውን ሽዓ ነበረት። እስከ ንጽሑፎይ ኣመንጉየ ንየማነ ከምጽኦ። ምስ የማነ ኣብ ድሮ ሞቱ ቃለ መሕትት ገይረ ነይረ። ገለ ካብተን ዝሓተትክዎ ሕቶታት ፈለማ መድረኽ ዝተሰቕለሉ ትዝታ ዝሓትት እዩ። የማነ ነቲ ፈለማ ኣብ መድረኽ ንደርፎ ዝነበርና ክትሰምዖ ኣይትኽእልን ኢኻ። ሕጂ ተቐዲሑ ክትሰምዖ ከለኻ ግን። ካብቲ ደርፍስ እቲ ምልህላህ ይበዝሕ ናይ ብሓቂ ፍርሂ ነይሩኒ የማነ ከምዚ ኣቀዲሙ ዝበሎ ኣብዛ ፈለማ ናብ ህዝቢ ዝቀርበላ ሲነማ ኣዝመራ ንምርኢት ተቀሪቦም ከለዉ እቲ ፍሉጥ ድምጻዊ ከምቲ ኣብ ካምቦኒ ዝገበሮ ሕጂ ውን ኣይመጸን ተዓዛባይ ብፊስካን ዋዕዋዕታን ንኣደራሽ ሲነማ ኣዝመራ እናወጾ ሽዑ የማነ ንህዝቢ ዶ ቆጽራ ትጠልም ኢኻ ኢሉ ምስ ነብሱ ተኻትዐ። ሽዑ እቲ መራሕ መድረኽ ሓንቲ ሓሳብ መጸቶ። እቲ ንእሽቶን ሓድሽን ድምጻዊ የማነ ገብረሚካኤል ንወዲ ፈለጋ ተኪኡ ክደርፈልና'ዩ ብምባል ካብ ዋዕዋዕታ ተዓዘብቲ ተናጊፉ ንየማነ ኣደራዕ ኣውደቐሉ። ፊስካን ዋዕዋዕታን ተዓዘብቲ ብኡንብኡ ሃደኣ። ንየማነ ሃንደበት ኮኖ ልቡ በድራጋ ክትወቅዕ ተፈለጦ። ንፈለማ እዋን ነቲ ካብ እዋን ህጻንነቱ ዘዕበዮ ህዝቢ ኣስመራ ማይኩሮፎን ዓቲሩ፣ መጋረጃ ጋሊሁ፣ ካባ ደራፋይ ብወግዒ ብምጥላቕ ፊልማዊ ደርፉ ኣስመዖ። ክራማት ይኣትወሉ ኣብ ዝነበረ እዋን ህዝቢ ነቲ ጢፍ-ጢፍ ዝብል ዝነበረ ዝናብ ተጻዊሩ ኣስካለ ሲነማ ኣዝመራ፣ ክዓስሎ ተራእየ እቲ ሓድሽ ቆልዓ ሎሚ ውን ከርኢ ዩ ኣቤት ክጥዕም ድምጹ እናበሉ ገለ ካብ ተዓዘብቲ ከይተፈለጦም ናብ ማእከልቲ ኣዳራሽ ተደርገሙ እቲ መራሕ መድረኽ ስትውትው እናበለ ናብ ጫፍቲ መድረኽ መጸ። ናይ ሎሚ ምርኢትና ኢሉ ዓው ኢሉ ጨደረ። ተዓዛባይ ድማ ጉጅሙ ኣቋሪጹ ኣጽቀጠ። ናይ ሎሚ ምርኢትና ብዕምባባታት ዝተኸበ'ዩ። እቲ ጸሊም ቆልዓ ኣብ ውሽጢ ዕምባባታት ብምባል ንየማነ ኣላለዮ። መድረኽ ብየማነ ጸጋም ተሳሒቡ ተራሕወ። እቲ ጸሊም ድምጻዊ የማነ ድማ ብሰለስተ ሳዕሳዕቲ ደቂ ኣንስትዮ ተሰንዩ ማይክሮፎን ዓቲሩ ክቆጻጸ ጀምረ። ህዝቢ በቲ ምርኢት ተመሲጡ ጨብጨባን ፊስካን ብምግባር፣ ነዚ ንእሽቶ ድምጻዊ ብፍቕሪ ዓጀቦ። ሓደ ዕድሚኡ ኣብ ኣርባዓታት ዝበጽሐ ሰብኣይ ግን ገጹ ምስ ተጸወገ ኣይተፈትሐን። ህዝቢ ከንጨብጭብ እንከሎ እቲ ሰብኣይ ኣእዳዉ ንጨብጨባ ኣይለኣኸን። ኣስናኑ ንስሓቕ ኣይቀልዐን። እቲ ምርኢት ተፈጺሙ ሰብ ነናብ ቤቱ ክኸይድ እንከሎ እቲ ሰብኣይ ምስቲ ናይቲ መዓልቲ ህቡብ ድምጻዊ የማነ ተራኺቡ። ነቲ ዓቚሩዎ ዝጸንሐ ሕርቃን ክፍርሽሖ ጀመረ። ድሒሩ ከም ዝበርሀ እቲ ደራፋይ ንኸይከውን ዓቢ ጻዕሪ ዝገበረ ወላዲኡ ኣቶ ገብረሚካኤል እዩ። ሎሚ ግራዝማች ገብረሚካኤል ነቲ እዋን ዘኪሮም፣ የማነ! ኣብ ትምህርቲ በሊሕ እዩ ነይሩ። ድልየተይ ድማ ብትምህርቲ ኣብ ዝለዓለ ደረጃ ክበጽሕ እዩ። ግና ናብ ናቱ ዝንባለ ጥራሕ ኣድሂቡ። ደርፊ ክገድፎ ዘይገበርኩዎ ነገር ኣይነበረን። የማነ ግን ካብ ድልየቱ ኣይተዓግተን። ይብሉ ነቲ ስምን ክብርን ዝሃቦ ስነ ጥበብ መሪጹ ብቑኒኑ ጥበብ ክፈትል ጀሚሩ እዩ። ኣብ ክንዲ ናይ ድምጻውያን ምድጋም፣ ናቱ ኣዳልዩ ክደርፍ ጀሚሩ። እስከ ንሕተት እታ ናይ ስፈለማ እዝኒ ሰማዕ እኩር ዘበለት ደርፊ ኣየነይቲ እያ ንብል። ወደባት ዓደይ ኢለ ክጅምር ደርፈይ ብምባሉ ከይተጠራጠርና ወደባት ዓደይ ምበልና። እንተኾነ ግን ወደባት ዓደይ ህዝቢ ውራይ ኢሉ ኣብ ዝመጽኣሉ ኣደራሽ'ያ ዓመተ ልደታ ጸንቢላ። እንተ ሒዝኩምኒ! ንሳ ኣይኮነትን ዝብል ኣፍ እዩ። ኣብ ከርሲ እንዳ ስዋታት፣ እንዳ ትሪሉን እንዳ ዕንጨይትን ዝተወልደት፣ ቅድሚ ዕዱም ህዝቢ፣